ተመልከትቲ ዳሞራ ሸው ሕዚ ናይ ክልተ ምሁራን መፍትሒ ሓሳባት ኣብ መዋጽኦ ትግራይ ኢና ክነቕርብ። እዞም ክልተ ምሁራን ምስ ማንም ፖለቲካዊ ውድብ ኣባልነት ዘይብሎም፣ መፍትሒኦም ምሁራዊ መፍትሒ ጥራሕ እዩ ዝኸውን ዘሎ። ቀዳማይ ሕቶና ኣብዚ ሕዚ ሰዓት ፀገም ትግራይ ታይ እዩ ክንብሎ ንኽእል? ናብ ምንታይ ኢና ንኸድ ለና? ብስሩ ብጭቡጥ ፀገምና ይፍለጥ ዶ? ኣብ ትግራይ ለሎ ፀገም ስታ እዩ እዩ እቲ ዋና ነገር ምስ ምንታይ ከ ተታሒዙ ኢና ክንገልፆ ንኽእል እቲ ለሎ ፀገማት so ልክፍታሕ ኢሊ ከይፍታሕ ኢሊ ገበሮ ነገር ከ ታይ እዩ ኢልናስ ምርኣይ እዩ ልመስለኒ ኣነ ምኽንያቱ እንድሕር እቱ ምኽንያት ለይፈለጥናዮ፣ እቲ መልዕሊኡ፣ እቲ መበገሲኡ እንድሕር ኣብኡ እንድሕር ለይተረዳዳእና እቲ መፍትሒኡ እውንስ ክነምፆ ኣይንኽእል እዩ። እቲ ኸዚ እውን ተፈጢሩ እኒኦ ፀገም ዝመስለኒ ኣብ ትግራይ ታይ እዩ፣ ኣፍቲ መበገሲ ፀገምሲ ልተረዳዳእና ኣይመስለንን። ታይ እዩ መብዛሕትኡ ግዜ ታይ ኢና ንገብር እቱ ፀገም ብደጋዊ ምክንያት ልመፀ ገይርና ኢና ምክንያቱ ከዘብ ትግራይ ተትጥይቆ ታይ እዩ ዝሽግር እዙይ ተልካይስ ፌደራል መንግስቲ ልፈጠሮ ፀገም እዩ ይብለካ ከዚ እዙይ ደጋዊ እዩ ልኮነሎ ማለት እዩ። ብትዩ ውን ተኸድካ ብዙይ ውን ተኸድካ ማለት እዩ ፌደራል መንግስቲ ውን ተኾይንካ ታይ እዩ ትፀገም ተልካዮ ኣብ ትግራይ ለሎ ሓይሊ እዩ ትፀገም ፈጢርዎ እዩ ልብል እዙይ ታይ እዩ ትለሎ ፀገም ኣቕሊልካ ምርኣይ እዩ ማለት ናይቱ ፀገም ዑምቆት ናይቱ ፀገም ስፍሓት ናይቱ ፀገም ርዝነትሲ ማለት ኣቲናዮ ለለና ረግረግሲ ኣነ ብቱ ልግብኦ ደረጃስ ተረዲእናስ ልኡ ልምጥን መፍትሒ ኣብ ምምፃእሲ ብዕቱብ ሰሪሕና ኢና ኢለ ይኣምን። ቐዳምነት ታይ እዩ እቲ ኮውዙ እዩ እቲ ምክንያቱ ታይ እዩ ትንብል ተለና መጀመርያ ኣብዚ ትግራይ ገጢምዋ እኒኦ ሊደርሺፕ ክራይስስ እዩ ናይ መሪሕነት ቕልውላው እዩ ገጢምዋ እኒኦ ትግራይ ንምንታይ እቲ መሪሕነት ቕልውላው ገጢምዋ እኒኦ ተበልና ሓደ ተካኢ መሪሕነት ሲ ኣብ ምፍራይ ኣይተሰርሐይ ማለት እዩ ማለት ሓደ መሪሕነት ነይሩ ከዚ ናይ ኣቶ መለስ ዝኣክል ዓብይ ማይንድ ዓብይ ዓቕሚ ምንም ወላ ንፍተዎም ወላ ንፅልእዮም ኣቶ መለስ ነበሮም ዓቕሚ ማንም ሰብ ልክሕዶ ይኮነ ኢንተርናሽናል ማይንድ እዩ ምንም ግን ብኡ ደረጃ ተኪኡስ መሪሑ ክኸድ ልኽእል ዓቕምስ ኣይተፈጠረ ነይሩ ማለት ታይ እዩ መሪሕነት ሓደ ሓደ ምሁራት ታይ ይብሉ ሰለስተ ኣርባዕተ ሓሙሽተ ደረጃ የቅምጥሉ መሪሕነት ታይ እዩ እንዮ ስልጣን ይሕዝ እዩ መጀመርያ ስልጣን ብልሓዘ ድማ ቅቡልነቱ እዩ ለረጋግፅ ማለት እቲ ሕብረተሰብስ ናዮ እዩ እዚ መሪሕነት ኢሉ ዶ ይቅቦሎ ድሓር ብሓደ ምስራሕ ይጅምሩ ብሓደ ምስራሕ ትጅምሩ ተለው ምህርቲ የምርት ገለ ይገብር ድሕሪኡ እታ እያ እታ ሳልሰይቲ እታ ራብዐይቲ ደረጃ ትመጽእ ተላ ሰባት ክምዕብሉ ናይ ልመጽእ መሪሕነት ናይ ልመጽእ ሓዱሽ ወለዶ መሪሕነት ክፍጠር ይገብር እዩ ብትግራይ ተርኢና ከዚ ናይ ትግራይ መሪሕነት ተሪኢኻዮ ናይ መጀመርያ ጀነሬሽን መሪሕነት እዩ እኒኦ ተሪእና ካብ ሰብዓታት ጀሚሩ ነበሩ ሰባት እስካዕ ከዘም መሪሕነት እኒኦው so ናይ መሪሕነት ሽግግር እይተገበረ እዩ ማለት እዩ ከዘፍቶም ካልኦት ውድባት ተሪእኻዮም ቕድሚ ሰማንያ ሰለስተ ይነበሩ ሰባት ረእይ ድሕሪ ሰማንያ ሰለስተ እስካዕ ዝኸዚ እኒኦ ተሪእኻ በብውድቦምስ ሓደሽቲ ሰባት ላተረእዩ እዮም ወፂኦም ኻልኣይለ ኣብ ዕጥቃዊ ቃልሲ ለይነበሩ ሰባት እውን መጺኦም ናብተን ውድባት ማለት እዩ። ኣብ ናይ ትግራይ ተሪእና ግን እቲ ወለዶ ተሪእናዮ ወላ እስካዕ ኸዚ ለሎ መሪሕነት ተሪእናዮሲ ኣብቲ ዕጥቃዊ ካልሲ ነበረ ኢሉ መርሖ ኣሎ ማለት ሕማቕ ኾይኑ የኾነ ግን እንታይ ኢለ ሪኤካ ናይ ጀነሬሽን ሽግግር ደኒኤ ማለት ኣብ ሰላሳ ዓመት ውሽጥስ ካብ ዕጥቃዊ ቃልሲ ወፃኢ ልነበረ ሰብስ ክመርሖ ይኸኣል እቲ ውድብ እዙይ ድማ ልምንታይ እዩ ሓዱሽ ሓሳብ ክመፅእ ይገብሮ እዩ እቲ መሪሕነት so እዚ ኣብኡ ዘይተሰርሐ እቲ ሓደ ውድቀትና እዚ እዩ ካልኣይ እንታይ እዩ ፖለቲካዊ ውድቀት ኢና ኣምፂእና ፖለቲካዊ ውድቀት ንብል እንተለና እንታይ እዩ ፖለቲካና ልምረሐሉ ነበረ መንገዲ ልኣና ብልጥዕመና መንገዲ ተመሪሕናዮ ትኽክል እዩ ሰባት ተመሪሖሞ ድማ ጌጋ እዩ ላብ ልብል ወሲድና ኸዚ እቲ ሕገ መንግስቲ ተሪእናዮ ኩልና ማሚን ተንኣስን ናይ ትግራይ ኤሊትስ ተሳቲፉሉ ዝፀደቀ እዩ ወላ ደሓር ናይ ማይኖሪቲ ፕሮብሌም ማለት ተጠቃዕቲ ክገብረና ልኽእል ሕገ መንግስቲ ኮይኑ ወላ ተተረኸበ ኣነ ሃምኡ ኢለ ድኣምን ብካልኣይ ደረጃ ድማ ታኣዩ ትመሪሕነት ዓለም ብልጠልዎ መንገዲ ላተዓፃፀፈ የኸደይ ማለት እቲ እቲ እቲ ዋና እንታይ ድዩ the essence of እቲ ናይ ፖለቲካ ዝተዋህቦ ትርጉም ኣብ ትግራይ ማለት መብዛሕትኡ ህይወትና ባይ ዘ ዌይ ኣብ ፖለቲካ ናሬቲቭ ኢና ኣሕሊፍናዮ ሶሻል ናሬቲቭስ ካልኦት ብዙሓት ተረኻት እኒኦ እሴታዊ ተረኻት እኒኦ እሳቶም ናይ ኮንፍሊክት ሪዞሉሽን ሜካኒዝማት ኣለውና ኣብ ትግራይ ሕጊ እንዳባ ልብል እኒኦ ኣብ ማእኸላይ ትግራይ ሜላ ታግለ ልብል እኒኦ ኣብ ኢሮብ ምብራቕ ትግራይ እ፣ ኣቦ ገረብ ድባርተ ኣብ ራያ ወጀራት እንደርታ ቃንጭ ስርዓት ልብሃልኒ ኣብ ዕስራ ዓዲ ወጀራት ዕርቂ እንደርታ ልብሃልኒ ኣብ ሰብዓ እንደርታ ኣብ ተምቤን ሃምቡ ናይ ጎንጸፈታት ሓሜላ ኣብ ኩሉ ከባቢታት ትግራይ ኮንፍሊክት ሪዞልቭ ልገብር ስልጡን ማሕበረሰብ እዩ ነይሩ ሶ ሕዚ ናይ ኢንተርፕራይዝ ኣፈላለይ መብዛሕትኡ ባይዘ ኣብ ትግራይ ለሎ ናብ ፖለቲካ ኣፈላለይ ፖለቲካ ጥራሕ ለይኮነ ኢንተርፕራይዝ ቢዝነስ እዩ ቢዝነስ እዩ። ንኣሌክስ ድዋል ካልኦት እውን ዝፀሓፍዎ ብዙሕ ነገራት ምርኣይ ይከኣል እዩ። ስለዚ መፍትሒው ከም ሓደ ትግራዋይ ክብሎ ዝኽእል ነገር እንታይ እዩ ማለት ግዜ ሂብካስ መጀመርታ ባዕልካ ምድማፅ ካብኡ ካልኦት ምድማፅ ኣብ ማእኸላይ ምብራቕ እዞም እዞም እዞም ቡድሂዝም ገለገለ ሜዲቴት እንታይ እዮም ዝገበሩ ማለት ክንደየናይ ትግራዋይሲ ወይ ድማ ንሕና ክንደየናይ ን ሓሙሽተ ደቂቃ ዓሰርተ ደቂቃ or ዋላ ሓንቲ ሰዓት ደው ኢልናስ ብለይ ምንጋር ክነዳምጽ ንኽእል ባዕልና ማለት ምስትንታን ድሕሪኡ ምድማጽ ምስትንታን ይፈጥር ምስትንታን በሳል ሓሳብ ይፈጥር እንደን ድሕሪኡ ካልኦት ሓደ ሰብ ድሕር ፓስታ እየ ልበለ ኢሉስ ንምንታይ መኮሮኒ ኢኻ ትበልዕ ትብሎ So እስኻ ለለ ፓስታ እንድሕር ደለኻ ኮይንኻ ክልቴናም ጌርካ ኣጋጭኻ ወይ ኣብ ማእኸል ጌርካ ክትበልዕ እንትኽእል ኢኻ ትሓስብ ትኽእል ማለት እዩ። ስለዚ ናይ ትግራይ ሎንግ ተርም መፍትሒ ማለት ህንቅቲ ዛሃን የብሉ ልሂቅና ውነ ውነ ማለትስ እንታይ ልበሃል ብርኪ ንቕሓቱ ትሑት እዩ ኢሞሽናሊ ኢንተለጀንት ኣይኮነ ኢሞሽን ልገርሖ ሓደ ወዲ ሰብ ልቢ እኒኦ ርእሲ እኒኦ ብልቡ ስምዒቱ ኢሞሽኑ የውፅእ ብርእሱ ድማ ምክንያታዊ ዝኾነ ይሓስብ ብፍላይ ድማ በቲ ኮንሽስ ማይንዱ መብዛሕትኡ ንሕና ንግራሕ በቲ ኢሞሽን እዩ እዞም እቶም ናይ ስምዒት ሀርሞናት ማነጀ ንገብሮም እዩ ኢጎ ማነጅመንት የለይ ለዚ ድማ ዲስከሽን የድሊ ኩሉ ድሌቱ ክናገርስ ኩሉ ንናባዕሉ ድሌት እኒኤዎ እዩ ሰው ልመፀልካ ኩሉ ኣይትናገሪ ልመፀልካ ኩሉ ኣይትገብሪ እኮ ሰው ቴክስት ኮንቴክስት ፕሪቴክስት ልበሃሉ እዚኦም እቶም ዓውድታት ማለት ኣበየናይ ዓውድስ እንታይ ክናገር ኣበየናይ ዓውዲ እንታይ ክገብር ልቅድሚት እንታይ ይኸደኒ ማለት ምስቲ ካልኣይ ሰብ ትቃረኖ ሰብ እንድሕር እሱ ሓደ ሽሕ ከሲሩ እሞ እስኻ ሚእቲ ተከሲርካ በቃ ናቱ ኪሳራ ናትካ ኪሳራ ኣየድሕን እዮ ከሲርካ እኒኻ ማለት እዩ ዋላ ሚእቲ ትኹን ሶ ስልሒት ኪሳራ ከምዚኦም ዓይነት ጸገማት ኣብ ካሊእ ዓለም ኣብ ካልኦት ሃገራት ተመኩሮ እኒኦዶ? ብከመይ ፈቲሖምዎ ይኾኑ እስቲ ንርእዮ ንሓደ ሓደ ኣብነት ተኾነና ምናልባት። ሓደ ጽቡቕ ጌዛምፕል ተገይሩ ልውሰድ፣ ልነዊሕ ግዘ እውን ካብ ዕጥቂ ላብ ሰላም ልኸደ ጸገም ተሪኻ ናይ ቦስንያ ሄርዞጎቪና ጸገም እዩ። ማለት ብቴስዓታት መቸስ ቦስንያ ሄርዞጎቪና ለይፈልጥ እየ ነበረ። ስሎቨዳን ሚሎሶቪች፣ ካራዳች ምናምን ልበሃሉ ነይሮም ኣብቲ ዜናታት። ናያቶም ጸገም ኸዚ ሽዕቱ ጸገሞም ፈቲሖም እስካዕ ኸዚ ምንታይ እኒኦ ኣብ ሰላም እኒእው። ሃመ እዮም ፈቲሖምዎ እዩ። ልምንታይ እዩ ሃምኡ ንብለና ቦስንያ ሄርዞጎቪና ዳይቨርሲቲ ለለዋ ዓዲ እያ ክሮኣት ኣለው ካቶሊክ እዮም ሙስሊም ኣለው ቦስኒክ እዮም ሰርቭ ኣለው ኦርቶዶክስ እዮም ኣብ ሓንቲ ዓዲ እዮም ግንው ክሮኣት ሙስሊም ቦስኒክ እና እንትን እዮም ጸገሞም ግን ሪኦምዎ ንሳቶም እንታይ እዮም ገይሮም መሽዒትኡ ሪኦም ወደ ትጸገም ናይ ኣውሮፓ ሕብረት እውን ሓገዝ ናይ ኣሜሪካ ሓገዝ እውን ሪኦም ሓቀይ እዚ ኩናት እዚ ምቕጻል እንታይ ከም ለብጽሐሎም ሪኦም መጽኦም to the extent ዩጎዝላቪያ ትባሃል ዓዲ ጠጠው ኢላ ሃምለይ ትኸድ ስካዕ ልገብር ገይርዋ ማለት እዩ ብስሎዶ so ታይ እዩ ልረኣይ ኣይ እዚ ፀገም እዙይ ኣየዋፀእናይ so ብረት ተቐጣቒጥና ተቓቲልና ተቢልና ኢና so ከዋፀእና ኣይኸኣለይ so ታይ ድኣ ንግበር ኢሎም ተመያይጦም መንግስታዊ ስርዓቶም ተኺሎም እስካዕ ኸዚ ልዕሊ ሰላሳ ዓመት ይኾን ሰላም ኣምፂኦም ብሰላም ይነብሩ ኣለው። ዝተወሰነ ድማ ተሪእና ያው ሓላፍ ዘላፍ ክህልዎ ይኽእሉ እዩ ናይ ኮሎምቢያ እውን ናይዚ ፋርክ እና ምናምን ልበሃሉ ነይሩ ሃመይ ጌርና ኢንቴግሬት ንግበሮ ዲስከስ ጌርካ ግን ዋንኡ ግን እንታይ እዩ እኒኦ ትረስት ክህልዎ ኣለዎ ምትእምማን ክህልዎ ኣለዎ ሃመይ ጌርና ኢና ኣብቲ ናይ ትግራይ ለሎ ፖለቲካል ስታብሊሽመንትን ኣብ ፌደራል መንግስቲ ለለውን ፖለቲካል ስታብሊሽመንት ሃመይ ጌርና ምትእምማን ንፍጠር ልብል ግን ክሕሰበሉ ኣለዎ። ኣብ መንጎ ናይ ተጋሩ ፖለቲካ ዘሎ ትረስት ዘይምት ምትእምማን እውን እኮ እዩ ግን እቲ ሓደ ዓብዪ ዕንቅፋት ኮይኑ ዘሎ። እሱ እሱ እኮ እቲ ዓብዪ ፀገም እዩ ባይ ዘ ዌይ እንታይ ልበሃል እንበር ካ ካብ ውሽጢ ልደገ ዲኻ ትርኢ ወይስ ካብ ደገ ላብ ውሽጢ ኢኻ ትርኢ እዩ ኣነ ናይ መን እዩ ኣተሓሳስባ የድልየና ኢለ ይኣምን ኣብ ትግራይ ካብ ውሽጢ ልደገ ንርኣይ እዩ ምኽንያቱ ክልተ ሽሕ ዓሰርተ ሰለስተ ሓደ ነይርና ኹሉ ብሓደደ ተጠሚሩ ከይዱ ሓቀይ መፍትሒ ኣብቲ መፍትሒ እውንስ ዝተወሰነ ነገር ኺድና እዩ ነይሩ ማለት እዩ ሰርቫይቭ ክንገብር ገይርና እዩ ሶ ካብ ውሽጥና ልደገ ልመጽነ ኸዚ ግን እንታይ እዩ ኮይኑዮ ካብ ደገ ላብ ውሽጢ ስነ ንርኢ ኣለና እቲ ጸገም ኣብ ትግራይ ለሎ ልተፈጠረስ ብናይ ደገ ሓይሊ እዩ ክንኣምን እዩ ልግበር ኣሎ በቃ መን እዩ ፈጢርዎ ፌደራል መን እዩ ፈጢርዎ እቲ ኻሊእ ትብል ተለኻ ድማ ሻዕብያ ይብለካ ግን ይኾነ ላብ ፌደራል እውን ክንኸድ ላብ ኤርትራ እውን ክንኸድ ልገብረና ጸገምሲ ውሽጣዊ ጸገምና እዩ ማለት እዩ እምበይ ኣብ ውሽጣዊ ዓቕምና ተመርኲስና ተንኸድ ነይርና ናይ ትግራይ ድልየት እውን ሲ ብትኽክለኛ መንገድስ ክንንፅር ነይርና ኢና። ድልየትና ታይ እዩ? ባህግና ታይ እዩ? ትግራይስ ላብ ምንታይ ኢና ክንወስዳ ንደሊ ንብል ነገር እንድሕር ተሰማሚዕና ብሰሚነይ የድልየና ብመዘድና ሽግርናስ ኣብ ውሽጥና ንፈትሕ ኢና። ኻልኣይ ኢለ ሓደ ሓደ ብሓደ ግዜ ፀገምኻ ክትፈትሕ ለድለ ለኸእለካ ዓቕሚ ወትራ ፀገምኻ ከፍትሐካ እዩ ኢልኻ ድማ ክትኣምን የብልኻን። ጅግና ማለት ኣብዚ ሕዚ ሰዓትዚ ኪሳራ ልቐነሰ እዩ። ኣብ ዕስራይ ሓደይ ክፍለ ዘመን ኣብ ብጣዕሚ ስልጡን ልኾነ ማሕበረሰብ ላብ ኻሊእ ኻሊእ ድጅታል ዓለም ኣብ ንሸጋገረሉ ዓለም ብዛዕባ ብስረ ኢልካ ምሕሳብ ብዛዕባ ኽንደይ ኽንደይ ቐተለ እንታይ ኢኻ ትብል የሰውኣ እንታይ እንታይ ተነፊሑ ሓምሳ ልቐተለ መሲሉ ኢኻ ትብል እኮ ብባህልና። ክንደየናይ ድሑራት ምዃንና ማለት እዩ። ሓምሳ ዝቐተለስ ክኾርዕ እኒኤዎ ማለት እዩ። እዚኣ ካብ ክገብር እሞ ሞት ትሕሸኒ ኢኻ ትብል። ሞት ከም ምንም ነገር ክሕሸ ይኽእል እዩ። ዝኣልቲሜት ወረስት ነገር ሞት እዩ፣ ሙማት እዩ። ተሞይትካ ሞይትካ ኢኻ። ምናልባት መንፈሳዊ ሰብ ኣብ ሰማይ ክጸድቕ እየ ከምዚ ገነት ክኣቲ እየ ገለ ገለ ክብል ክኽእል እዩ ካሊእ ጉዳይ ግን ድሕሪ ሞት ምንም ነገር የለይ the worst እና ultimate end ሞት እዩ በቃ ለይምህላው እዩ ስለዚ ሞት ክሐሸ ይኽእል እዩ ሞት ትሐሸኒ እዚኣ ማይ ገብራይ ይብለካ ዋላ ልተምሃረ እኮ እዩ እዎ ስለዚ ብምክንያት ተለይኮነ ልኣምን ብኢሞሽን እዩ እ፣ ክ- ይፎኻኸር ከርእየካ እየ ከምዚ ይጸራረብ ኣብ ሶሻል ሚድያ ልፀራረፉ ፀርፊ ትርኢ ተለኻ ትሓፍር ኢኻ ማለትሲ ክንደየናይስ በቃ ድሑር ምዃኑ ኣብ እኒ እኒ ለሎ ምዃኑ ማለት ፀርፍስ ተውፅኦ ተለካ ፀርፍስ ማለት ካባካ ኢሉ ወፅእ ኣሎ ካብ ካሊእ ሰብ ይኮነ ወፅእ ኣሎ ፀርፊ ኣይዓልቢ ይወፅእ እምበይ ኣብ ካልኦት ሰባት ኣይዓልቢ ፀርፊ ባይዘበ ካባካ ግን ይወፅእ እዩ ከካይ ኢሉ ወፅእ ኣሎ ስለዚ ማሂደረ ከካይ ምዃንካ ኢካ ዝርእየካ እምበይ እቲ ለውፃእካዮ ከካይ ማ ኣብ ካሊእ ኣይዓርፊ ሶዝና ጸርፊ ባህሊ ናይ ዓቅሚ ምንኣስ እዩ ናይ ድሕረት እዩ ናለይ ምንባብ እዩ ናድንቁርና እዩ ሶ እዚኦም ብምልኦም ተስተኻኺሎም ሲ እህን ምህን ክብል ነዎ ሰርክል ክፈጥር ነዎ ማለት እኸለስ መራሕ ሃገር ኮይኑ ዓበይቲ ጀነራላት ኮይኖምስ ምስ እከለማ ዓይን ለዓይን ይረኣ ይበሃሉ ዓበይቲ ምሁራት ኮይኖም ማለት እዩ ክትረኣዮ ምስ ለይትኽእል ሰብ ክህሊ የብሉን ብሓሳብ ትፈላለ ኢኻ ኣነ ኢሳያስ ኣፈወርቂ ተ ማለት ዘበሎ ና ሕማቕ ኤግዛምፕል ተወሲድናዮ ኢሳያስ ኣነ ምስ ኢሳያስ ኣፈወርቂ ኮፍ ኢለ ዲስከስ ምግባር ምንም ጸገም ክህልወኒ የብሉን ምክንያቱ ምስቲ ሓሳዊ እምበይ ምስቲ ደሙ ስግኡ እንትን የብለይ ደብረጽዮን ምስ ጌታቸው ምንም ዘየራኹ ምክንያት የብሎም እዎ ተራኺቦም ዲስከስ ክገብሩ ነኦም ብሓሳብ ክበኣሱ ነኦም ኦኬ Physically ግን ዋላ ኣብ ቁርዓን ዋላ ኣብ መጽሓፍ ቅዱስ እንታይ ኢሉል ጽልእና ኣብ መንጎና ካብ ለሎ ዝፈላልየና መንፈስ እምበይ ኣብ መንጎ ስጋና ደም ኣይኮነ ኢሉል So ፖለቲካ ለፈላልያካ እዩ ለብለካ እምበይ ምስቲ ስጋ ምስቲ እግሩ ምስቲ ሰውነቱ ንምንታይ ትበኣስ እዩ So level of consciousness ኣብ ኣብ ኣብ ኢትዮጵያ ኣብ ትግራይ ብሓፈሽኡ እቲ ለሎ ብርኪ ንቕሓት ኣብ ሰልፍ ስቲም ለይበጽሐ ማሕበረሰብ ኮንፍሊክት ክኣሊ ለይክእል ኣድሆሚንየም ፋላሸስ ልኾነ ሰብና ሓሳብ ለጣብቕ ምሁር ኣብ ለሎ ዓዲ ጥይት ክጠፍእ ኣይክእል እዩ ሰው ምክንያቱ ሓሳብና ስጋ ሓሳብና ውልቀ ሰብ እንድሕ ክትፈል ለይትክእል ጥይት ክተጥፈ ይትክእል እዩ ምክንያቱ ነቲ ሓሳብ ብሓሳብ ኢኻ ትቐትሎ ልቲ ሰብ ግን ብጥይት ኢኻ ትቐትሎ ወይ ብካራ ኢኻ ትቐትሎ ሰው ንምንታይ እዩ ጥይት መቕተሊ ልእልሽ ምክንያቱ ብሓሳብ ሓሳብ ክቐትል ስለለይክእል እዩ እዚ ድማ ሳቬጀርያን ናይ ናይ ቀደም ድሑር ናይ ባርበርያን ኣተሓሳስባ እዩ። ሶ ብሓፈሹ ኣብ ሓበሻ ዓለም ኣብ ምብራቕ ኣፍሪቃ ዓለም ክመሓየሽ ለለዎ ብጣዕሚ ድሑር ዝኾነ ና ዘበነ እኒ እኒ ኣተሓሳስባ እዩ። ኣካዳሚክ ሰርክላት ክፍጥሩ ነይዎም፣ ና ክርክር መድረኻት ክፍጥሩ ነይዎም፣ ሚድያታት እቶም ማለት መንግስታት እንታይ እዮም ገይሮም ካብቲ ህዝቢ እኮ እዮም ዝወፁ እቲ ልሂቅ እንድሕር ለይመሓየሽ እቲ ህዝቢ እንድሕር ለይመሓየሽሲ ኢንዳክቲቭሊ ካብ ተኣምር ደብረፅዮንስ ካብ ተኣምር ካብ ዝኾነ ዓለም ክመፅእ ይኽእል ካብቲ ለሎ ማሕበረሰብ እዩ ክመፅእ ባይ ተኣምር ክፍጠር ይኽእል እዩ ካብ ካሊእ ተፈብሪኩ ክመፅእ ይኽእል እዩ መራሒ ሶ ኣብይ ኣሎ ወይ ደብረፅዮን ኣሎ ናጋ ልመፅእ መራሒ ኣሎ ካብቲ ማሕበረሰብ እዩ ልመፅእ መራሒ ህዝቡ እዩ ልመስል መብዛሕትኡ ግዜ of course መራሒ ልህዝቢ ለየስተኻኸል ይኽእል እንዳክቲቭ ዲዳክቲቭ ከከራኸር ክእል እዩ ስለዚ ብሓፈሽኡ እቲ ማሕበረሰብና ብፍላይ ድማ እቲ ፊደል ለቆፀረ እቲ ፊደል ለቆፀረ ለሎ ኣብ ገጠር ለሎ ሓረስታይ ትግራይ ባይዘ ብጣዕሚ ለባም እዩ ልናገሮ ይፈልጥ እዩ ብጣዕሚ ቁጡ እዱ እዩ እቲ ፊደል ለቆፀረ ኣጓጉል ልኾነ ንእሽቶን ፈሊጠ ፈሊጠ ልብል ግን ድሕረቱ ጫፍ የብሉና ነዊሕ ሎንግ ተርም መፍትሒ ኢለ ድሊ ኣብዚ ሕዚ ሰዓት ግን ሰላማዊ ልኾነ መንገዲ ዘተ የድሊ። ኣብ መንጎ ልሂቃት ተጋሩ ከዓ ዘሎ ክልተ ጫፍ ብሓደ ከም ዘይነበርካ ይመስል ሓደ ሓደ ግዜ ረ ፍፁም ትፋለጥ እውን ኣይመስልን። ሊቃንሲ ላብ ሓደ መፂኦም ድስከስ ክገብሩ እኒኦም ውግንናኻ ድማ ልህዝቢ ክኾን እኒኦ። ውግንና ልህዝቢ ክኾን ድማ ብሳንባ ሰብ ተለጢፍካ ክትሓስብ የብልካን። ብስሩ ናይዚ ግን ናይዞም ከምዚኦም ዓይነት ጸገም ተሓታትሲ መን ኢዩ? ታይ ኢዩቲ ተሓታትነት እስኪ? ኸዚ ታይ ኢዩቱ ጸጊሙኒኦ ታይ ኢዩ ሃብ ማሕበረሰብ ምውዳቕና ስለለይኣመንና ሃብ ማሕበረሰብ ድማ ሃመይ ክንልዓል ኢልናሲ ልብልስ ገምጋማት ስለለይኣተና ኢዩ ሃብ ማሕበረሰብ ኢና ወዲቕና። ልምንታይ ኢና ወዲቕና ልብል ላብ ምንታይ ኢና ወዲቕና ኣብ ምንታይ ዓይነት ገደል ኢና እኒኤና ኢልናሲ ልጠየቕና ይመስለኒ ኣነ ኢቭን ታይ ይረኤካ ሙሲልካ ሓደ ሓደ ግዜ ቶም ፀገም ልፈጠርዎ ሰባትሲ ናይቲ መፍትሒ ኣካል ኾይኖም ትሪኦም። ኸዚ ታይ እዩ እንዮ ኣብ ትግራይ መን እዩ እቲ ፀገም ፈጢርዎ ተልካ ትሎ ኣለካ እዚ ፖለቲካል ኤሊት እዩ እቲ መፍትሒ ከምፅእ እየ ኢሉ ድማ ከፍ ኢሉ እንኦ ድማ ባዕሉ እቲ ፖለቲካል ኤሊት እዩ so ታይ እዩ ሊደርሺፕ ክራይሲስ ኣጋጢሙኒ እዩ ኢሎም ገምጊሞም ግን እቶም ሊደርሺፕ ክራይሲስ ገጢሙና እዩ ዝበሉ ኣካላት ባዕሎም እዮም ከዓ ናብ መፍትሒ ባዕሎም እዮም ዝኸዱ ዝኸዱ ዘለዉ። ኢቭን ብፌደራል ደረጃ እውን ተመፂኻ ናይቲ ፀገም ኣካል ነበረ እ፣ ኣብዚ ለለዉ ስ- ሰባት ተሪኢኻዮም ታእዮም ኣብኡ ምስ ኣቶም ነበሩ እዮም ሓቀይ ላውዚ እውን ተመጺኻ ማለት እዩ ማለት ሃምንትን ኒውትራል ኮይና ትንሪኦ ተለና ማለት እዩ so ኣውዚ እውን ኮይኖም ቶም ጸገም ልፈጠሩ ሰባት እዮም እታ መፍትሒ ልደልይዋ ኣለው ቡቲ እውን ተኸድካ ቶም ጸገም ልፈጠሩ ሰባት እዮም እታ መፍትሒ ልደልይዋ ኣለው ተነኣሰ ሳልሳይ ወገን መጺኡ ሲ ታይ እዩ ፀገምና ኢሉ ሓቀይኡ ካብ ክልቲኦምስ ኢንዲፐንደንት ልኾነ ስለዚ ሓዱሽ ወለዶ መንእሰይ ማለትኩ እዩ። ኣፅኒዑ ተመራሚሩ ኢቭን ሓዱሽ ወለዶ እውን ተለይልኾነ ለይተነኻኸአ ሰብ ልምዲ ለለዎ ልምዲ ለለዎም ኮንደይ ሰባት እኒኦ ለይተነኻኹ ሶ ኸዚ ሓደ ልምዲ ክነርኢ ሓደ ግዜ ሒዝቦላህ ምስ እስራኤል ኹናት ኣትዩ ነይሩ ብ ክልተ ሽሕን ሽዱሽተን ክልተ ሽሕን ሸውዓተን ከባቢ

በቃ ብፖለቲካ ውሽጢ ለየለዉ ግን ብልምዲ፣ ብዓቕሚ፣ ብፍልጠት ሓቀይንዮ ተሓታትነት ክህልዎ ኣለዎ ኢሎም። ምስ ሓደ ንሕና ናይ ዓለም ሓይሊ ሒዝናስ ምስ ናይ ሓደ ጎሬላ ልዋጋኣ ውድብ ሃመይ ገይርና ኢና ለይሰዓርናዮ ልብልስ ኢንዲፐንደንት ኢንኳየሪ ኮሚቲ ኔሩ ምውቃዮም። ኸዚ ታይንዮ ችግሩ? ኣባና ግን ቱ ፀምገም ልፈጠር ኣካልስ ልቱ ፀገም ገምጊሙስ መፍትሒ ነምፅእ ኢና ኢሉ ድማ ይመፅእ። ልኡ ደጊፉ ድማስ ደድሕሪኡ ልኸድድ ሓይሊ እኒኤና ልተምሃረ ወሎ፣ ናይ ሃይማኖት መራሒ ወሎ፣ ናይ ሲቪክ መራሒ ወሎ ገለ እኒኦ። ትኽክል ኢኹም ላበለ ልኸድ። ኣነ እዙይ ትኽክል ኣይመስለኒን።
ዶክተር ንስኻ ከም ሓደ ምሁር ትግራዋይ መጠን ሕዚ ትግራይ ኣብ ሕማቕ ኩነታት ከም ዘለና ፍሉጥ እዩ። እቲ ገሊኡ ናይ ገሊኦም ፖለቲካዊ ውድባት ኣብ ሓደ ነበሩ ሰባት ናብ ክልተ ተመቒሎም ዘውዝኞ ምምቓል ክሳብ እቲ ሕብረተሰብ ምሉሓኽ ዋላ ብጣዕሚ ሓደጋ ኮይኑ እዩ እኳ ተዘይበልና ግን ይልሑኽ ከም ዘሎ ንሪኦ ዘለና ነገራት እዩ። ኣብ ብጣዕሚ ሕማቕ ኩነታት ኢና ዘለና እሞ ከም ሓደ ምሁር ትግራዋይ መጠን ትግራይ ኣትያቶ ዘላ ፀገም ንምፍታሕ ትግራዋይ ዝኾነ መፍትሒ ኣቐምጥ ተትበሃል እንታይ ምበልካ?
መፍትሒ እንታይ እዩ? ኩሉ ግዜ መፍትሒ እዝኒ እዩ። ተጋሩ ኮፍ ኢሎም ስምዒታቶም ክደማመፁ እኒኦም ድሌታቶም ማለት ኮፍ ኢልካስ እንታይ ድሌትኻ ሶ ብዘተ ማለት እዩ እቶ ድሌታቱ ድሕሪኡ ብምክንያታዊ ዝኾነ መንገዲ ብልሰልጠነ መንገዲ ምርድዳእ እዩ ምክርኻር እዩ ምሙጋት እዩ ተሟጊትኻ ሓደ መፍትሒ ምምፃእ እዩ ሓደ ምክንያቱ ወዲ ሰብ ኩሉ ኣብ መልክዑ ድሌቱ ብዙሕ እዩ ትግራይ ለ መልክዓ ብዙሕቲ እያ ሓንቲ መልክዕ ክትኾነ ትኽእል እዩ ትግራይ ትግራይ ኩለን መልክዓታ ክጎልሃ እያ ትድለ እሴታታ ኩለን መልክዓታ እንድሕር ጎልህን ድማ ተዓቢ ትግራይ ማለት እዩ ሶ ካብ ኩሉ ዕሽነት ኣነ እየ ትኽክል ማለ ባይዘወይ ኣነ ጥራሕ እየ ትኽክል ናይ ድሕረት ድሕረት እዩ ብምንም ተኣምር እስኻ በይንኻ ትኽክል ክትኾን ኣይትኽእልይ በየናይ ዓይኒ በየናይ መነፅር ሰው ኩሉ ኣሲሜትሪካል እዩ እዚ ድማ ፍልስፍናዊ ርድኢት የድልዮ እዩ መጀመርያ ስራሕ ክስራሕ ኣለዎ ኢለ ልኣምን ኣብ ኢትዮጵያ ኣብ ትግራይ እውን መንግስትን ፖለቲካን ምፍላይ እዩ ኸዚ ቸጊሩና እኒኦ ታይ እዩ ፖለቲከኛ ልኾነ ናይ መንግስቲ መሓውር እዩ እኒኤና። ኣውዚ ናይ ፖለቲካ ኣባል ይኾን ንጉሆ ድማ ከይዱ ናይ መንግስቲ ሰራሕተኛ ይኾን። እቱ ሴኩሪቲለሲ ካብ ፖለቲካና ንፍሎ እዩ። ባህግታትና ታይ እዩ? ተጋሩስ ታይ ኢና ንደሊ? ላበይ ኢና ንኸድ? ታይ ክንኾን ኢና ንደሊ? ፌደራል ስለልፀላእና ኢከለ ስለልፎተና ኣይኮነይ ታይ ኢና ክንኾን ንደሊ ካብ ታሪኽና ካብ ባህልና ካብ ምሕደራና ካብ ኣካይዳናስ ታይ ኢና ክንመሃር ልግበእና ኢልናስ ክንሓስበለን ሕውነታዊ መድረኻት ድማ ምዝግጃእ እዩ ኹሎም ልተፋላለይ ሓሳባት ለለዎም ትካላት ሓስ ውድባት ክኾኑ ይኽእሉ እዮም፣ ግለሰባት ክኾኑ ይኽእሉ እዮም፣ ኣብ ዓዲ ውሽጢ ኣብ ደገ ውሽጢ ለለዉ እውንሲ መድረኻት ላዘጋጀኻ ናይ ትግራዋይ መድረኽ ማለት እዩ ክመያየጥ ምግባር፣ ክቃራረብ ምግባር፣ እዚ ሱቕ ኢልካ ካባኻ ልተፈለየ ሓሳብ ልሓዘ ከሓዲ፣ ድሑር፣ ከዳዕ፣ ባንዳ ላበልካ እዚ ሱቕ ኢልካ ናይ ስምዒት እዩ ልብለልኻ እምበይ ኣነስ ጸዕል ሓደ ሰብ ጸሪፈዮስ ልልውጦ ነገር የብሉይ ልገደደ ንሱ ድማ ሓዱሽ ጸርፊ ሒዝለይ ክመጽእ ልኽእል ግን ታይ ክኾን ኣለዎ በቃ ብልብና ግፊሕናሲ ጸገምና ከቢድ እዩ ቶክሲክ ዝኾነ ኤንቫይሮመንት ውሽጢ እውን ኢና እኒኤና ብጣዕሚ ሕማቕ ቶክሲክ እዩ እቲ ናይና ናይ ፖለቲካ ለለናዮ በቃ መርዚ ልወዝሖ እዩ so እዚ መርዚ እዚ ሲ ሃመይ ጌርና ነልክሶ ሃመይ ጌርና ንፈውሶ ኢልካ እውን ሲ ትዛተየሉ መድረኽ እውንስ ምዝግጃ የድሊ እዩ።